ኤርትራዊ ዘርሰናይ እንተወሓደ ነዛ ፎርም እሞ ድሕሪ ካልእ ዘሎ እንተሎ ድማ ክሕብረኩም እየ ዘርሰናይ ፎርም ክትመልእ እንታይ ካ ፎርም ክትመልእ ዝምላእ ፎርም የብልካ እንታይ ልካ ካ ክትመልኦ ንሕና ንመልኦ እዞም ሰባት እዚኣቶም ዝረኸብዎ ወረቐት ይገንፀል ብሓሶቶም ወረቐት ረኺቦም ዘለዉ ኣብ ኤርትራ ዘሎ ስርዓት ሓደጋ እዩ ንዓይ እንተተመሊሰ ክእሰር እየ ስለ ዝበሉ እዮም ኢልና ኢና ፋይል ነዚኣ እንታይ ገርካ ካ ክተካታዕ እስኪ ንገረና ረዎ ዝዛረብዎ እውን ኣይፈልጡን እዮም ነዚኣ ሲ ዋላ ፔቲሽን ብላ ሽሕ ዋላ ሚሊዮን ፔቲሽን ብላ እንታይ እየካ ክትካል ፔቲሽን ባት እዚኣቶም ፋይሎም ይገንፀል ሲምፕል እኳ እዩ ፋይሎም ይገንፀል ፋይሎም ዕቑባ ሓይቶም ዘለዉ ኣብ ኤርትራ ሓደጋ ኣለና ዶ ኢሎም እወ ሓስዮም እዮም ነለኩም ፕሩፍ ኤርትራ ዝኾኖ ከምዚ ዝተዛረቦ እዚ ከዓ ጭብጢ ኣሎ ሙሉ ቪድዮታቶም ኣሎ ዋላ በዓል ዝርሰናይካ ኤርትራ በፂሖም ዝመፅኡ ኣሎ ካብዚ ዝዓቢ ጭብጢ ኣለካ ካብዚ ዝዓቢ ሰነድ ኣለካ ካብዚ ዝዓቢ መቃለሲ ኣለካ ነዞም ባሮት እዚ እዩ እቲ ናትና ሕምቀት። እዚ ቀደም ቀደም ቀደም ክንተሓሓዞ ዝግብኣና እዩ። ኦኬ ቀደም ክንተሓሓዞ ዝግብኣና ስራሕ ከይሓፈረሲ ብምንታይ ከትከላኸሎ ወረቐትካ ገንፀል ማለት እንታይ ልካ ክትከላኸሎ ኣይገንፀል ክገንፀል የብሉም ወረቐት የለካ ክትብል እንታይ ካ ክትብል ዋላ ሓንቲ ምክንያት የብሎም ንስለ ዘረባ እዩ ዝዛረብ ዘሎ እምበር ኣብዚ ዋላ ሓንቲ ፋክት የብሉ ኣብ ነብሲ ወከፍ ባሮት ህግደፍ ንፉዓት ጠበቓታት ሒዝና እዞም ሰባት እዚኣቶም ወረቐት ክጓሓፉ ናብታ ዝፈትዎ ዓዶም ክኸዱ ወረቐቶም ዝምንጠልሉ መስርሕ ክነካይድ ይግባኣና ሕፍር ከይበሉ ከዓሲ ከምዚ ክንመልእ ኣለና እንታይ ኣኹም ክትመሉ ስምዕዎም እዚ ክከላኸለሉ እንዲ ይብል ንባዕሉ እዚ ዋላ ንኤረትራ ኣይኺድ ከመይ ገይሩ ክኸይድ እንታይ ሞራል እንታይ መዓንጣ ኣለዎ ኣይከይድን እዩ ግን እዚ ጆርጆ ዝበሃል ብሰንኪ እዚ ኣብ ሃገርና ከይዱ ኣዝዩ ኣገዳሲ ኣብ ኣገዳሲ መድረኽ ንኤርትራውያን ሞራል ናይ ኤርትራውያን ሓፍ ንምባል ዓብዪ ኣበርክቶ ዝገበሮ ስነጥበባዊ ስራሓቱ ተነኺሎም ሽግር ክፈጥሩሉ ይፍትኑ ስለ ዘለዉ ትንላ ንዘርእሰናይ ሓግዝዎ ትብል ናይ ባሕርና ንልውላዊ ባሕርና ንክወሲ ዝደለየ ግደፍ ኢልዎ ግደፍ ኢሉ ስለ ዝደረፈ እዮም ዝኸስዎ ዘለዉ ዕቑባዶ ሽጅን ዕፍሪት ዶ እናበሉ ሓሳዊ ባይዘወይ ኩሎም ሓሰውቲ ብሓሶት ዝነብሩ እንዲም ንልእላውነት ኣይደፈርን ስለ ዝበለ ከምኡዮም ዘብልዎ ዘለዉ ሓሳዊ ኮንካ ንስኻ ሓስየ በላዕ ሰበይትኻ ርእሳ ላጽያ ትበልዕ ሰብ ንኻ ስኻ ዩቱብ ንኽርእልካ ሲ ላይቭ ሰበይትኻ ላማ ጌርካ ርእሳ ትላጽ ሰብ ዘይኮንካ ንወደ ሓፍርን እኳ እዩ እዚ ሰብ እዚ ባሕርና ስለ ዝበለ ገለ እዩ ዝብ ዘሎ መን ኢሉካ እንታይ ባሕርና ስለ ዝበለ ባሕርኻ ኮብ ደገ ስዊዘርላንድ ኮንካ ኮንካ ባሕርኻ ትሕልዎ ኤርትራ ከካ ዘይትሕልዎ ዘርእሰናይ ከም እንተገይሮም ስቕ ኢልካ እንተሪኢኻዮ ድማ ፅባሕ ንጎ ንኩሉ ከምኡ ክገብሩ እዮም ስለዚ ዘርእሰናይ ስቕ ኢልካ ተሪኢኻዮ ንኩሉ ከምኡ ክገብሩ እዮም ዋ ፈሊጥዋ ናብ ነብሱ ክትመፆ ከም ትኽእል ፈሊጥዋ ስግኣቱ እዩ ዝነግር ዘሎ ንኩሉ ከምኡ ክገብሩ እዮም ዋእ ሕጋዊ እኳ እዩ ወዲ ሓወቦይ ብሓይሊ ይኮነን ስማዕ እዚ ባይዘ ወይ እዚ ኣነ ክጉስጉሰሉ እየ ክጓሓፉ ክእሉ እዮም ስለዚ ዋይናት ነዚ ዘይትሰርሕሉ ደቂ ዓድና እዚኣቶም ይዕንቲ ኣሕዋትና ዘፍሰሱ ሂወት ኣሕዋትና ዘጥፍኡ በዓል እዚኦም ምላት ኣሕዋትና ኣብ እስሪ ቤት ዘእተውሲ ነዚኣቶም እንታይ ኢና ክንድንግፀሉ በዓል ወዲ ሰውራ በዓል ሶሎ ሜድያ በዓል ጣባ ዶ ወዲ ጣባ ዶ በዓል መኒካ ደገለ ዶ ስልጡን ብቀዳማይ እኮ ነጊረካ ስንኩላን ከይተረፈ ናብ ኣሃዱኹም ተመለሱ ኢሎሞም ኣለው ኣቦይ ስንኩል እዩ ካብ ዝምለስ ሓደ ወርሒ ገይሩ ኣሎ ኣበይ ከም ዘሎ ግን ኣይንፈልጥን ጌና ደም ኣይፀገቡን ዘለዉ እሞ እዚ እኳ ዘሕዝነና ዘሎ ወዲ ተስፋ ሓወይ የሕዝን እዩ ኣባኻ ሕጂ ስንኩል ከይተረ ንስንኩላን ከይተረፈ ንዑ እተው ዝብልዎም ዘለዉ መንእሰይ ኣገዲፍዎም ከይዲ እዩ መንእሰይ ኣብ ኡጋንዳ ኣብ ኢትዮጵያ እዩ ተኾሚሩ ዘሎ መንእሰይ ኣብ መላእ ዓለም ፍታሕ ብትን ኢሉ ዘሎ ዘዝጎበዘ ናብ ስደት ምክንያቱ ናብ ኩናት ወረ ኩናት ስለዝህልቆም ዘሎ ቅንኡ ዝመት ኣሕዋቱ ስለዝርኢ ዘሎ እሳቶም እውን ስለዘይተረድኡ እዚ ናይ ኤርትራዊ ሓቂ ሓደ ግዜ ስታሊን ዚ ካሕዳም ኮይኑ ዳ ከምዚ ሎሚ ኣይደግመን እምበር በቃ ኣማውታ ወተሃደር ኤርትራ ሲ ኣማውታ ከልቢ ኢልዎ ዘይብሉ ካብዚ ዝኸፍእ የለን ሰብዓ ሰመንያ ሽሕ ወተሃደር ኣብ ዘይዓዱ ኣጥፊእኻ ኣገዲድካ ስድራቤቱ ከማን ከትነግሮም ዘይትኽእል በዓዚ ትሪእዎ ዘለኹም ዘርኢ ክርዳድ ብክድዓት ዝፍለጥ ከዳዕ በዓል እዚ ካብቶም ቀንዲ ኣዳኸርቲ ቅድሚ ትግራይ ኩናት ተቃወምቲ ነይሮም ኣብ ትግራይ ኩናት ኣብ ጎኒ ሰራዊት ናብ ምባል መሊኦም ናብ ህግደፍ ዝኸዱ እዮም ዋላ እቲ ጆርጆ ዝበሃል ገለ ማለት እዩ ባይዘ ወይ እዚ ዮናስ ኣበጊስዎ ኣሎ ነዚ ከዳዕ ዮናስ ይግበሮ ናቱ እዩ ኣይግበሮ ናቱ እዩ እዚ ደንበ ፍትሒ ግን ስፔሻሊ ኣብ ስዊዘርላንድ ዘለኹም ብርጌድ ንሓመዱ ፕላን ኤ እዚ ክሰርሕሉ እዩ ዝግባኣኩም እዚ ስራሕ ናይ ብርጌድ ንሓመዱ እዚ ክኸውን ዝግብኦ ብርጌድ ንሓመዱ ቃልሱ ኣብዚ እዩ ሕጂ ክኸውን ዘሎ ፕላን ኤ ፕላን ቢ ኣብቂዑ እዩ ኣብ ደገ ደድሕሪ ድንቆረታት ደድሕሪ ፅላሎት ደድሕሪ ባራዩ ናብ ህግደፍ ዳሕሳት ንጎየሉ እዋን ኣብቂዑ እዩ ክንጎይ እንተኾይና ግዜን ኣጋጣሚ ተጠቂምና ነቲ ዓድና ዘሎ ስርዓት እምበር እዚኦም ፅላሎት እዮም ነዚኦም ደድሕሮኦም ንኸደሉ የብልና ነዚኣቶም ደድሕሮኦም ክንከዶም ንኽእል ግን ሕጋዊ መስርሕ ኣሎ ሕጋዊ መስርሕ ፅግዕና እዩ ኣብ ጎንና እዩ ስለምንታይ ፋክት ሓቂ ንሱ ኣነ ዝገርመኒ እዚ ሰብ እዚ ባይዘወይ ማንም ኤርትራዊ ኣብ ደገ መፂኡ ብስኮላርሽፕ ኣይኮነ መፂ ዘሎ ንስራሕ ኣይኮነን መፂኡ ዘሎ ዕቑባ ሓቲቱ እዩ ዝነብር ዘሎ እንድሕር ደኣ ንዕቑባ ሓቲትካ ትነብር ኣለካ ኮንካ ብሽምቲ ስርዓት ኢካ ወረቐት ረኺብካ ኤረትራ ተመሊሰ ሓደጋ ስለ ዝገጥመኒ ስርዓት ስለ ዝኣስረኒ ስርዓት ስለ ክቐትለኒ ዝኽእል ንኤርትራ ክምለስ ኣይክእልኒ እሞ በጃኻትኩም ውሕስነት ሃቡኒ ኣብ ዓድኹም ክነብር ኢልካ ለሚንካ ከወረቐት ትረክብ ዘለካ ነዚኣ ንኸረጋግፁ ብዙሕ ጭብጥን መርትዖን ይደልዩ ኣብ ጎግል ከይዶም እወ ኣብ ኤርትራ ዘሎ ስርዓት ዓማጽን ቀታልን እዩ ኤርትራዊ ዝቃወሞ እንተኮይኑ ናብኡ ተተመሊሱ ከምዚ ክገብሮ ኢሎም ኣረጋጊፆም ወረቐት ሂቦምኻ ወል ወረቐትካ ረኪብካ እንድሕር ደኣኒ ብኤርትራ ትመላለስ ኣለኻ ንስኻ ስግኣት የብልካ ንስኻ ብሓሶትካ ወረቐት ረኪብካ ኣለኻ ወረቐትካ ዓይኒ ታይም ክምንጥልኻ ናይ ሓሶት ስለ ዝኾነ ዝሓተትካ ዕቑባ መሰሎም እዩ እዚ ንሕና ከም ደለይቲ ፍትሒ ኣይሰራሕናሉን ወል ኣብዚ ፈይለር ኣለና ሕምቀት ኣለና ኣብዚ ኦኬ ሕጂ ዮናስ ዘበገሶ ደንበ ተቃውሞ ካብ ቀደም ከበግሶ ዝግብኦ እዩ ንሱ ክኢሉ እንተኸይድዎ ኦል ወይ ፅቡቅ ኣይገበሮን ግን ኣብ ነብሲ ወከፍ ሃገር ኤውሮጳን ኣሜሪካን ካናዳን ዘለና ኣብ ነብሲ ወከፍ ባሮት ህግደፍ ንፉዓት ጠበቃታት ሒዝና እዞም ሰባት እዚኣቶም ወረቀት ክጓሓፉ ናብታ ዝፈትዎ ዓዶም ክኸዱ ወረቀቶም ዝምንጠልሉ መስርሕ ክነካይድ ይግባኣና ሕፍር ከይበሉ ከዓሲ ከምዚ ክንመልእ ኣለና እንታይ ኣኹም ክትመሉ ስምዕዎ መዚ ክከላኸለሉ እንዲ ይብል ንባዕሉ እዚ ዋላ ንኤረትራ ኣይኽድ ከመይ ገይሩ ክኸይድ እንታይ ሞራል እንታይ መዓንጣ ኣለዎ ኣይከይድን እዩ ግን እዚ ጆርጆ ዝበሃል እቲ ንስርዓት ህግደፍ ዝድግፎ ዘሎ ጥራይ ንባዕሉ ወረቐቶ ክግንፀል ኣለዎ ስግኣት የብሉን ኣብ ኤረትራ ስለዚ ነቲ ኤርትራ ዘሎ ስርዓት ዝድግፎ ተኮይኑ ንምንታይ ወረቀት ተዋሂብዎ ዘሎ ከይዝገንፀል ይክበሃል ዘለዎ። ነቲ ሓበሬታ ንዘርእሰናይ ብሰንኪ እዚ ኣብ ሃገርና ከይዱ ኣዝዩ ኣገዳሲ ኣብ ኣገዳሲ መድረኽ ንኤርትራውያን ሞራል ናይ ኤርትራውያን ሓፍ ንምባል ዓብዪ ኣበርክቶ ዝገበሮ ስነጥበባዊ ስራሓቱ ተነቂሎም ሽግር ክፈጥሩሉ ይፍትኑ ስለ ዘለዉ ብዙሕ ነገር ክሳብ ሕጂ ፅፁይ ዝኾነ ሓበሬታ ይረኸብኩን ኣለኹ ግን ሓንቲ ፎርም መፅያትንላ ንዘርእሰናይ ሓግዝዎ እትብል ናይ ቸንጅ ኦርግ እያ ከምዚ ፐቲሽን እዩ ክፍረም ዘለዎ ፐቲሽን ኣብ ኮሜንት ሰክሽን ክንህበኩም ኢና ኣብ ሱፐርቻት ኣብ ነጃት ውን ክውን ንህበኩም ኢና ነፍሲ ወከፍ ሰብ ነዛ ቪድዮ ዝርያ ዘላ ዝርያ ዘሎ ብዘይካል ዓለም ብዙሕ ግዜ ክልምነኩም ኣይደልን እየ ግን ኣብ ከምዚ ጉዳይ ክንሕግዝ ክንክእል ኣለና ንሓና ቆልሓንቲ ዝጎድለና የብሉን ክንዲ ምንታይ ደገፍ ከም ዘለዎ ክንዲ ምንታይ ቅኑዕ ነገርን ትኽክለኛ ነገርን ከም ዝገበረ ንባሕርና ንልውላዊ ባሕርና ንክወሲ ዝደለየ ግደፍ ኢልዎ ግደፍ ኢሉ ስለ ዝደረፈ እዮም ዝኸስዎ ዘለዉ ዕቑባዶ ሽጅን ዕፍሪት ዶ እናበሉ ስለዚ ልውላውነት ናይ ሃገር ኣይትድፈር ንዝበለ ኢሉ ንዝደረፈ ከም ገበነኛ ዝቆፅሩ ንኤርትራዊ ኣብ ቅድሚት ዘዝመፀ ረይዎ ንልእላውነት ሃገር ኣይትድፈር ኢሉ ስለ ዝደረፈ ረይዎ እቲ ኣብነት ዘምፅኦ ዘሎ እዚ ሓሳዊ ባይዘወይ ኩሎም ሓሰውቲ ብሓሶት ዝነብሩ እንዲም ንልእላውነት ኣይደፈርን ስለ ዝበለ ከምኡዮም ዘብልዎ ዘለዉ ሓሳዊ ኮንካ ሳ ብሓሶት መፅሓፍ ዝፀሓፍካ ንስኻ ሓስየ በላዕ ሰበይትኻ ርእሳ ላጽያ ትበልዕ ሰብ ንኻ ስኻ ዩቱብ ንኽርእልካ ሲ ላይቭ ሰበይትኻ ዋዕ ኣይሓፍርን እኳ እዩ እዚ ሰብዚ ሲ ባሕርና ስለ ዝበለ ገለ እዩ ዝብል ዘሎ መን ኢሉካ እንታይ ባሕርና ስለ ዝበለ ባሕርኻ ኮብ ደገ ስዊዘርላንድ ከምካ ኮንካ ባሕርኻ ትሕልዎ ኤርትራ ከካ ትሕልዎ ከምኡ ኢሉ ስለ ዝደረፈ ኖ ዋላ ንዓኻ ትግብኣካ እዚኣ እዚኣ ክተእትዎ ከለኹም ኣብ ስዊዘርላንድ ዘለኹም ዋላ ነዚ በላዕ ክልተ ስጋ ጆርጆ እዚ ሰብ እዚ እውን ወረቀቱ ይገንፀል ክተእትውሉ ኣለኩም ስለምንታይ ደጋፊ ቀንዲ ናይቲ ስርዓት ወይ ናይቲ ምልኪ እዩ ኦኬ ስጋብ ሲቲዘኖም ከተመንጥሉ ትኽእሉ ኢኹም ዝረኸብዎ ወረቐት ከይዞም ይገንፀል እንታይ ነይሩ እቲ ሪዝን ወረቐት መርከቢ ኣብ ኤርትራ ዘሎ ስርዓት ስግኣት ነይርዎም እወ ሕጂ ግን ስግኣቶም ኣይኮነን ናት ኤኒሞር ብሓሶት እዮም ወረቀት ረኪቦም ዘለዉ ተባሂሉ ፋይሎም ክግንፀል ኣለዎ ኣልዕል ኣቢሉ ዘቅርቦ ዘሎ ኬዝ ባሕርና ስለዝበለ ገለመለ ሎቅማፅ መን ይልካ ባሕርና ስለዝበለ ትሪኦ ኣለዎም እቲ ኣብነት ዘምፀእ ዘሎ ከኮርምዩን ከንበርክኹን ዝደልዩ ብካልእ ኣዘራርባ ድማ ከምዚ ናይ ዘርእሰናይ ክገብሩ ንዘልዩ ስነ ጥበበኛታት ፈሪሆምን ርዒዶምን ከም ዘይገብሩ ንክገብሮም ንብዙሓት ድማ ተዓዊቶምሎም ከም ዘለዉ ክትፈልጡ ኣለኩም ስለዚ ብኩሉ ዝከኣለና ንሓውና ዘርእሰናይ ክንሕግዞ ኣበርቲዐ ይምሕፀነኩም ኣነ ቢከዝ ናይ ዘርሰናይ ከም ተራሰብ ጥራይ ትውሰድዎ ንከምዚ ዓይነት ንቅድሚት ዘዝመፀ ከምበርክኮ ዝደልዩ ብዙሓት ስለ ዘለዉ ንዘርእሰናይ ከምኡ ተገይሮም ስቕ ኢልካ እንተሪኢኻዮ ድማ ፅባሕ ንጎ ንኩሉ ከምኡ ክገብሩ እዮም ስለዚ ንዘርእሰናይ ስቕ ኢልካ ተሪኢኻዮ ንኩሉ ከምኡ ክገብሩ እዮም ዋ ፈሊጥዋ ናብ ነብሱ ክትመፆ ከም ትኽእል ፈሊጥዋ ስግኣቱ እዩ ዝነግር ዘሎ ንኩሉ ከምኡ ክገብሩ እዮም ዋ ሕጋዊ እኳ እዩ ወዲ ሓወቦይ ብሓይሊ ይኮነን ስማዕ እዚ ባይዘ ወይ እዚ ኣነ ክጉስጉሰሉ እዚ ቅፃሊ ክጉስጉሰሉ ነፍሲ ወከፍ ባርያ ህግደፍ ኣብ ነፍሲ ወከፍ ኣብ ኣሜሪካ ኣብ ኤውሮጳ ወርኤቨር ኣብ እስራኤል ከማና ኣብ ዝሓለፈ ግዜ ዝኾነ ዓይነት ዳንኬራ ከይገብሩ ተኸልኪሎም እዮም ጋድለስ ብርጌድ ንሓመዱ እስራኤል እዚ ኣብ ካናዳ ኣብ ኣሜሪካ ኣብ ኤውሮጳ ዘለና ክንገብሮ ዝግብኣና እዩ እዚ ኣጋጣሚ ተጠቒምና ሕጂ ኩላትና ክንጉስጉሰሉ ይግብኣና ብርጌድ ንሓመዱ በብሃገሩ ትካላዊ ሰራርሓ ኣሎ ትካል ኣሎ መራሕቲ ኣለዎ ሓቀ ዶ ኣብዚ ኢና ኣኼባ ጌርኩም እቶም መራሕቲ ይህን ምሂን ክትብሃሉ ዝግብኣኩም ጠበቓ ኣብ ኣሜሪካ ሓደ ጠበቓ እኹል እዩ በብሓደ ምፅኢኻ ነቶም ባሮት ኣብ ቅድሚት ወፂኦም ከምዚ ኢሎም ዝዓፍሩ ወረቐቶም ይገንፀል ስፔሻሊ ስፔሻሊ ኣብ ኣሜሪካ ስፔሻሊ ኣብ ምሕደራ ናይ ትራምፕ ስጋብ ሲቲዘኖም ክረአ ኣለዎ ፋይሎም ክግንፀል ኣለዎ እዩ ዝብለካ ንድሕሪ ስግኣት ዘይብሎም ኣብ ኤርትራ ክጓሓፉ ይኽእሉ እዮም ስለዚ ዋይናት ነዚ ዘይትሰርሕሉ ደቂ ዓድና እዚኣቶም ይዕንቲ ኣሕዋትና ዘፍሰሱ ሂወት ኣሕዋትና ዘጥፍኡ በዓል ዚኦም ምልኣት ኣሕዋትና ኣብ እስሪ ቤት ዘእተውሲ ነዚኣቶም እንታይ ኢና ክንድንግጸሉ በዓል ወዲ ሰውራ በዓል ሰሎ ሜድያ በዓል ጣባ ዶ ወዲ ጣባ ዶ በዓል መሊካ ደገለ ዶ እዚኣቶም ኣብ ዓዱ ብርጌ ንሓመዱ ኣብዚ ሕንቀት ኣለና ኣጊደ ክዛረብ ፃዕዳ ብፃዕዳ ሕንቀት ኣለና ናብ ካልኦት ከይመፁና ኣብላ ኣሎ ንመፅእ እወ እዚ እኮ ሕጋዊ መስርሕ እኳ ኢና ንዛረብ ዘለና ምንሓፍና ዶ ምገደፍና ዶ መስለኩም ንዓና ንዓና ዋላ ሓንቲ ብሕጋዊ ክመፁና ኣይክእሉ እዮም ፍሪደም ኦፍ ስፒች ዝበሃል ኣሎ ዊ ሃቭ ራይት ክንዛረብ ኣብካ ከለኩም ካ ከምና ኤርትራ መቸም ኣይከኣል እዩ እዚ ክትፈልጦ ዝግባኣኩም ብዋላ ሓንቲ ክኸሱካ ክመፁኻን ኣይክእሉ እታ ክመፅዋ ዝኽእሉ ክስታት ኣብ ብርጌድ ንሓመዱ ገይሮሞን ይገብርዎን ኣለዉ ኣብ በዓል ኤውሮጳ በዓል ሆላንድ ኣብ በዓል ጀርመን ገለ ገይሮሞን ይገብርዎ ኣለዉ ንሕና ግን ኣብዚ ውድቀት ኣለና ድኻም ኣለና ድኹም ጎንና መዝሚዝና እዚ ንዓና ዘድልየና ጠበቃ ቆፂርካ ነቲ ጠበቃ ሃየር ጌርካ ነዚ ስራሕ እዚ ምሃብ ጥራይ ናይዞም ሰባት እዚኣቶም ዲቴል ዝኾነ ኢንፎርሜሽን ምሃብ ጥራይ ሲምፕሊ ከምዚኣ ጌርካ ነዚኣቶም ናብታ ዝፈትዎ ዓዶም ከይመለስካዮም ቅሳነት የለ ዕረፍቲ የለ ስፔሻሊ ከም በዓል ጆርጆ ከም በዓል ትሪኦ ዘለኹም ከዳዕ ዘርኢ ክርዳድ እዚኣቶም ሰርሓሎም እዩ ዝግባኣና ያ ናይ መን ሕመቕ እዚ ናትና እዚኣቶም ዲፖርት ክኾኑ ኣለዎም ብሽምና እዮም ወረቀት ረኪቦም ዘለዉ ብሽም ተቃለስቲ ብሽም ተቃወምቲ ብሽም ደለይቲ ፍትሒ ብሽም ኤርትራ እንተኸይደ ሓደጋ ኣለኒ ምእሳር ዝብል ንሕና ብሕጋዊ ክንዛረብ ከለና ንምንታይ እዮም ነዚ ከምዚ በቃ ኣብ ልዕሊኦም ከምዚ ገብሩ ኣለዉ እንታይ ማለት እዩ ሓደ ንሱ ከቕርበ ፅንሐ ኣብነት ሓሶት እንድዩ ባሕርና ስለ ዝበለ ኢሉ እዩ ኖ እንድሕር ደጋፋይ ኮንካ ረኺብካዮ ዘለካ ወረቐት ብሽም ተቃዋማይ ንስኻ ከዓ ተቃዋማይ ኣይኮንካ ናት ኤኒሞር ተቃዋማይ ተዘይኮንካ በቃ ተቃዋማይ ስለ ዝኾንካ ኢኻ ወረቀት ረኺብካ ዘለኻ ነቲ ስርዓት ይቃወመ እየ ንኤረትራ ተኸይደ ኣነ ሓደጋ ኣለኒ ክእሰር እየ ክቕተል እየ ስለዚ በቃ እስኻ ግን ሓደጋ ይብልካ ብሓሶት ኢኻ ከምኡ ኢልካ ነጊርካዮም ንስኻ ከም ዝሓሰኻዮም እንድሕር ነጊርናዮም ወረቐትካ ክትመንጠል ትኽእል ጉሓፍ ምዃንካ ፍለጥ እዚ ናትና ሕምቀት እዩ ናትና ሕምቀት እዩ ነፍሲ ወከፍ ኤርትራዊ ዘርሰናይ እንተወሓደ ነዛ ፎርም ድሕሪ ካልእ ዘሎ እንተሎ ድማ ክሕብረኩም እየ ዘርሰናይ ፎርም ክትመልእ እንታይ ካ ፎርም ክትመልእ ዝምላእ ፎርም የብልካ እንታይ ልካ ክትመልኦ ንሕና ንመልኦ እዞም ሰባት እዚኣቶም ዝረኸብዎ ወረቐት ይገንፀል ብሓሶቶም ወረቐት ረኺቦም ዘለዉ ኣብ ኤርትራ ዘሎ ስርዓት ሓደጋ ኢና ዓይ እንተተመሊሰ ክእሰር እየ ስለ ዝበሉ እዮም ኢልና ኢና ፋ ነዚኣ እንታይ ገርካ ከተካታዕ እስኪ ንገረኒ ራይዎ ዝዛረብዎ እውን ኣይፈልጥን እዮም ነዚኣ ሲ ዋላ ፔቲሽን ብላ ሽሕ ዋላ ሚሊዮን ፔቲሽን ብላ እንታይ ገርካ ከተካለ ፔቲሽን ፔቲሽን እኮ ነቲ ሓቂ ተምፅኦ ፋክት ከም መደርዒ ወይ ከዓ መወሰኽታ እዩ እምበር ፔቲሽን ስለ ዝመልእኻ ሲ ዝድሕን ሰብ የለን ፕሮፓጋንዳ ክትዛረበሉ ተላ ናይ ሓሶት ነቲ ንሕና ጭብጥን መርትዖን ጌርና በዓል ዘርኢ ክርዳድ ንዓዲ ዝኸደዎ ዘሎ በዓል ንስኻ ኣብዚ ዩቱብ ትዓፍርዎ ዘለኹም ነቲ ስርዓት ደጋፍ እንዳሃብኩም ሓደጋ ኣይኮነን ስርዓት ንዓኹም ኢና ንብል ዘለና ነዚ ብምንታይ ክትከላኸልዎ ኣይትኽእሉ ኣለኹም ባይደወይ ንዓና ቻለንጅ ክገብሩና ኣይክእሉ እዮም ኣብዚ ናትና ውርደት ናትና ሕምቀት እዚ እዩ በቃ ሕጋዊ መስርሕ ክንገብር ኣይከኣልናን ገንዘብ ከዓ ይወሓደን ኣብ ኣሜሪካ ዘለሃሲ ንሕጋዊ መስርሕ ተባሂሉ ኣካውንቲቢሊቲ ብዘለዎ ገንዘብ ተዋፂኡ ጠበቃ ሃየር ጌርካ በብሓደ ኣስማቶምን ኣድራሻኦምን ናብቶም ጠበቓ ምርካብ ጥራይ ሕጋዊ መስርሕ ጥራይ ተኣኽለና ነዚኣቶም ብርጌድ ንሓመዱ ኣብዚኣ ክዕወት ይኽእል እዩ እዚኣ ክጉስጉሰላ እዩ ኣብ መሪሕነት ብርጌድ ንሓመዱ ዘለኹም እዚኣ ፈለው ክትገብርዋ ግበኣኩም ነፍሲ ወከፍ ሃገር ክትቀዳደሙ እዩ ዝግበኣኩም ኣብነታውያን ግበሩ ፅባሕ ንግሆ እዚ ዝፈፀምኩም ጀጋኑ ኢልና ኣብዚ ኣብነት ክንገብረኩም ኢና ሕጋዊ መስርሕና ንዛረብ ዘለና እዚ ይዓፍር እዩ ዘሎ እምበር ነዚ ዋላ ሓደ ቻለንጅ ክገብረካ ኣይክእል እዩ ፔቲሽን ዶ ወላ እንታይ ነበለስ ዶ ኖ ፋይልካ ገንፀል እኳ እዩ ነዚ ስርዓት ዶ ትድግፎ ኣለካ ወ ብሽም ስርዓትካ ግን ወረቐት ረኪብካ ናይቲ ስርዓት ተቃዋሚ መሲልካ ካ ወረቐት ረኪብካ ሓደጋ ኣለኒ ካ ኢልካ የብልካ ነዚ ከዓ ጭብጥን መርትዖን ክተምፅኡ ትኽእሉ ኢኹም ክትሰዓሩ እምበር ክትስዕሩ ዋላ ዲፈንድ ክትገብሩ ኣይትኽእሉን ከይተረኸብኩ ነዛ ቪድዮ ከዳሉ ክብል ከለኹ እያ መፅኣትኒ እቲ ንዑ ዝኸስስ ዘሎ ከዓስ ሐዚ ኑከ ዘለኹ እቲ ንዑ ከሲሱ ዘሎ ሓደ ለኽባጥ መታለሊ ዝኾነ ሰብ ኮክናት ዶ ወላ ተኽሊ ክተክል እየ ኢሉ It doesn't matter ተኽሊ ትከል ገለ ትከል ዘይከማካ እንዳ ኣሎ ሓሳዊ ንስኻስ ንባዕልኻ ተቃዋማይ ነርካ እንድኻ ሰራቂ ሕጂ ደጋፊ ኮይንካ ይንበረለይ ትብል ዘለኻ ሜኒ ኢሳያስ ዶ ትብላ ነርካ እሞ ኢሳያስ መን ምዃኑ ሎሚ ፈሊጥካዮ ማለት ድዩ እንተ ሓሳዊ ቀዋሚ የለ ምርጫ የለ 35 ዓመት ኢልካ ክትዛረብ ክትልፍልፍ ዶ ትውዕል ነርካ ኢሳያስ ናብ ኢንተርናሽናል ኮርት ክቐርብ ኣለዎ ዶ ክትብል ትውዕል ኣይነበርካ ናብ ኣይሲሲ ክቐርብ ኣለዎ ትብል ኣይነበርካ ኣብዚ ማልያ ኣብ ኣፍ ልቡ ገይሩ ሲ ኢሳያስ ናብ ኢንተርናሽናል ክሪሚናል ኮርት ክቐርብ ኣለዎ እናበለ ኣብ ጀነቫ ሰለማዊ ሰልፊ ዝወፅእ ዝነበረ ሰብ ኣብዚ ናይ ይኣክል ኣባል ኣመራርሓ ዝነበረ እዩ ነገር ቅጫ ነገር ገንዘብ ነገር ዩቱብ ኮይኑዎ ግን ሕልኑ ሸይጡ በቃ ቲፎ ኣትዋ ህግደፍ ኮይኑ ኣብዚ ዘምፀኦ ዘሎ ነቶም ስቂልካ ዕንፃይ ምንፃይ ኣብቲ እንዳ ህግደፍ ዘለዉ ደናቑር ከታልሎም ይኽእል ኸውን ሓቂ መስሎም ወይ ከዓ ሞራል ክህቦም ይኽእል ኸውን እዚ ዝብሎ ዘሎ ግን ኣብ ትሕቲ ዝኾነ እዋን ዋላ ሓንቲ ዋላ ሓንቲ ተቐባልነት የብሉ ስለምንታይ ንሕና ንዛረብ ዘለና ሕጋውነት እዩ ፋይልና ኣይገንፀል ደም ይግብሉ እዚኣ ገሪማትንላ ብራዎ ፋይል ሲ ኣይገንፀል ኢሎም ክሲ ከቕርቡ ማለት እዩ ፋይልናስ ክረአ የብሉን እስዮንኩም ንሕና ፋይሎም ይገንፀል ኢና ክንብል ካልእ እኮ ይብሉ ፋይሎም ይገንፀል መሕተት ዕቑቦ ምክንያት እንታይ እዩ ነይሩ ብሰንኪ ስርዓት እዚ ልዋ ስርዓት ዝሓደግኦም ኣይኮነ ሓሲምኹም እዮም ስለዚ ንኤርትራ ተተመሊሶም ዋላ ሓንቲ ሓደጋ የብሎም ንኤርትራ ተመሊስካ ሓደጋ እንተዘይብልካ ወረቐት ኣይዋሃበካን እዩ ምክንያት ክህልወካ ኣለኩ ናይ ዕቑባ ወረቐት ኢኻ ረኺብካ ዘለካ እዛ ኩላ ኤርትራዊ ኣብ ደገ ረኺባቶ ዘላ ወረቐት ብናይ ዑቕባ ወረቐት እዩ። ዑቕባ ከኣ ምኽንያት ክህልወካ ኣለዎ። ኣብ ኤረትራ ዘሎ ስርዓት ሓደጋ ኢናታ ኢዩ ስለ ንሕና ሓደጋና ስለ ዝኾና ኢና ኤርትራ ዘይንኸይድ። ኣነ ዕስራ ዓመት ኣሕሊፈ ኣለኹ ኤረትራ ካብ ዘይርእያ። ስለምንታይ ኤርትራ ተኸይደ ነቲ ስርዓት ስለ ዝቃወም ክእሰር ስለ ዝኽእል። ተኣነ ዝሓተትክዎ ዑቕባ ፋክት እዩ። እዚኣቶም ግን ናይ ጣዕሳ ዶ ናይ ገለ ዶ ኢሎም መሊሶም ሓደጋ ከም ዘይብሎም ብግብሪ ርኦም ኢና ስፔሻሊ ብዓዛ ዝሰናይ ኤርትራ በጺሖም መጺኦም ኤርትራ ሲ በጺሖም መጺኦም ገንዘብ ኣነ እውን ኣብዚ ካምፔን ገይረሉ ድሕሪኡ ከማን ካምፔን ኣይገብርን እየ ዝበልክዎ ገንዘብ ሰብ ሰሪቑ ኣነ ኣብ ናተይ ቻነል ተዛሪበ ናተይ ገንዘብ ኣይመለሰለይ ናይ ካልኦት ድማ ደይመለሰ ሰራቒ መታለሊ ሰብ እዩ ዝኸስ ልዕለኻ ሰራቒ የለን ጆርጆ ግደፎ ሕጂ ኮኮናት ዶ ሰራቒ ዶ እንቋዕ ገበረኩም ዘይስኻ ዝሰርቆም ዘለኻ ዘይስኻስ ኣብዚ ናይ ሓሶት ወረ እንዳገበርካ እንዳታለልካ ገንዘቦም ትሰርቆም ዘለኻ በቲ ናቶም ግዜኦም ብግዜኦም በቲ ናቶ ቪው በቲ ናቶም ግዜ እኳ ካ ትበልዕ ዘለኻ ንዕላኻ ሰራቂ ኣሎ ናይ ሓሶት መፅሓፍ እኮ ፅሒፍካ ነርካ ኢኻ እንደንበ ፍትሒ ተቃላሳይ ኢልካ መፅሓፍ ፅሒፍካ ሕፍረት የለን ሕፍረት የለን ባይደወይ እዚኣ ኣብ ነብሲ ወከፍ ሃገር ዘለኹም ደለይቲ ፍትሒ ንመራሕትኹም ናይ ብርጌድ ንሓመዱ ብዛዕባ እዚ ክዘራረቡ ይህን ምሂን ክበሃሉ ክመያየጡ ክትገብሩ ይግባኣኩም ኣነ ኣብ ኣሜሪካ እያ ዘለኹ በዚ ኣጋጣሚ ትሰምዑኒ ዘለኹም ኣብ ኣሜሪካ ዘለኹም መራሕቲ ብርጌድ ንሓመዱ ናይ ነፍሲ ወከፍ ስቴት ማለት እዩ ነዚ ኣጀንዳ ጌርኩም ኣርእስቲ ጌርኩም ትዛረብሉ ክትመያየጡሉ እዩ ዝግባኣኩም ጠበቃ ዘድሊ እወ ናይ ጠበቃ እንታይ ፀገም ኣለዎ መሚትና ሓሓምሳና እንዳኣላ ክንደይ ኣሽሓት ብርጌድ ንሓመዱ እና ዘለና ከም ሎሚ ከማን ኣይበዛሕና በቃ እዚ ስራሕ እዩ ስራሕ ሕጋዊ ስራሕ እዩ ንጠበቃ ኢና ንገድፈሉ ጠበቃ ምቁፃርን ኢን ሚን ተባሂልና ናብታ ስራሕ ምእታውን ጥራይ ሽዑ ጠበቃ ስርሑ እዩ እዞም ሰባት እዚኣቶም ፋይሎም ይገንፀል ሲምፕል እኳ እዩ ፋይሎም ይገንፀል ፋይሎም ዕቁባ ሓይቶም ዘለዉ ኣብ ኤርትራ ሓደጋ ኣለና ዶ ኢሎም እወ ሓሽም እዮም ነለኩም ፕሩፍ ኤርትራ ዝኸዶ ከምዚ ዝተዛረቦ እዚ ከ ጭብጢ ኣሎ ሙሉም ቪድዮታቶም ኣሎ ዋላ በዓል ዘርሰናይ ካብ ኤርትራ በፂሑ ዝመፅዎ ኣሎ ካብዚ ዝዓቢ ጭብጢ ኣለካ ካብዚ ዝዓቢ ሰነድ ኣለካ ካብዚ ዝዓቢ መቃለሲ ኣለካ ነዞም ባሮት እዚ እዩ እቲ ናትና ሕምቀት እዚ ቀደም ቀደም ቀደም ክንተሓሓዞ ዝግባኣና እዩ ኦኬ ቀደም ክንተሓሓዞ ዝግባኣና ስራሕ ከይሓፈረሲ ብምንታይ ከትከላኸሎ ወረቐትካ ገንፀል ማለት እንታይ ልካ ክትከላኸሎ ኣይገንፀል ክግንፀል የብሉን ወረቐት የዳ ክትብል እንታይ ካ ክትብል ዋላ ሓንቲ ምክንያት የብሎም ንስለ ዘረባ እዩ ዝዛረብ ዘሎ እምበር ኣብዚ ዋላ ሓንቲ ፋክት የብሉ ሓቂ ከም ዘይብሉ ከዓ ፈልጥ ባዕሉ ኮለል ኮለል ኢሉ ሰኢልካ ከምዚ ላይክ ናይ ድጋፍ ዘረባ ስለ ዝገበረ ብከምዚ ይኮነን ብጭብጢ እዩ ዓለም ብጭብጢ ብመርትዖ እያ ትሰርሕ